ሰላማት ጽብቕቲ ከመይ ቀኒኽለይ ኣብ ዘለኸዮ ደኣ ሰላም ኩንለይ እምበር ሎም ረፋድ እንታይ ምኾነይ ዝኽሪ ሻቑሎት ናፍቖት ተሓዋዊስኒ ዕኒኒ ክብል ኣርፊደ ህይወተይ ኣብ ህላውኺ ከም ዝረኽባ ትፈልጥ እንዲኺ ክደግመልክዶ ካልእ ኣይደልን ሃብቲ ናይ ዓለም ኩሉ ንዓኺ ጥራይ ይሓልወለይ ባዕሉ ከም ዝበሎ ተኸስተ ሰለሙን፣ ኣነ እውን ናይ ቀዳምነታት ቀዳምነት ዝህቦ እቲ ጐይታ ዅሉ ንዓኺ ክሕልወለይ እየ ዝልምኖ። ኣካለይ፣ ዋኒንኪ ፍቕሪ ይኹን። ዓለም ዝጨበጥክያ ክሳብ ዝመስለኪ ውሽጥኺ ይፈሳህ። እንታይስከ ጽብቕቲ፣ ሕጂ ልክዕ ፍርቂ ለይቲ እዩ ዘሎ። ኣብ ዓራት ካብ ዝድይብ ሰዓታት ኣሕሊፈ። ምስ ሓሳባት ክከራኸር፣ ንፍቕሪ ናቱን ዘይናቱን ክህብ፣ ንዘይምለስ ሕሉፍ ጌጋታት ክድምስስ ክፍትን፣ ኪኖ ብመንፈስ፣ ብኣካል ኣብ ዙርያይ ክደልየኪ፣ እዋእ! ተጸሊልካ ዲኻ? ከይትብልኒ። ኣብራር፣ ክደልየኪ ደመና ይጋልህ ክብል ኣይሰማዕክዮን ዲኺ? ደመና ዝኣክል ጋሊሁ ንፍቕርቱ ክረክብ ካብ ምሕላን ዝዓቢ መግለጺ እንታይ ኣሎ? ሎሚ ሎሚ ዘፋነኹዎ ሕቶ መቓልሕ ኮይኑ እናተመለሰ እንታይ ስለምንታይ ዝብሉ ሕቶታት ጸሊኤ እዮም። ኣይግረምክ እምበር ነብሰይ ኩኒ ዝበልኩዋ ምዃን ምስ ኣብየት ምእዛዝ ምስ ኣቕበጸትኒ ደራሲ ዳንኤል ተስፋይ ሓላውታ ወርቃዊት ገርሀብ ኣብ ትብል መጽሓፉ ዘስፈሮ ሕልናይ ካን ደፊርኒ ኒዒቑኒ ትብል መስመሩ ዘኪረ ጽብቕተይ እንቋዕ ኣውጻኽዋ እምበር መዓስ ንራኸብ መስለኪ ክብለኪ ሓሲበ ከማኻ ገይሩ መድሃኒተይ ዝፈልጥ ሰብ ከም ዘይርከብ ኣዝየ ርግጸኛ እየ ኣብ ትሕቲ ዝኾነ ይኹን ኩነታት ድማ ብኹነታተይ ክትሻቐል እምበር ሓደራኻ ጌጋ ርድኢት ከይተሕድር ዝበልክኒ ንኹሉ እንተታት ትድምስሰለይ ብርግጽ ጽብቕቲ ቀበጥበጥኪ ፍቕሪ እዩ ቀጨውጨው ክናፍቖት እዩ። ንሕርቃንኪ እውን ጽምዋ ከም ዝወልዶ ተማቲኦሉ ይፈልጥን። ሓንሳብ ሓንሳብ ግን ነገር ሰብ ከምኡ ይመስለኒ ፍቕረይ ከይጎደለ ኣነ ጎድል ከኣሊተይ ከይሰሓቕኩ እኮ የቐኔ ኣብ ዘለኽዮ የጥዓምኪ እምበር ሰሓቐይ ሒዝክዮ ጠፊእክኒ ካብ ተቐባሊ ወሃቢ ዝያዳ ከም ዝሕጎስ ንስኺ እውን ልዕሊ ዓቕሚ ክኮይኑኪ እምበር ደሃየይ ክትገብሪ ልዕለይ ከም ትምነዪ ኣጸቢቑ ርደኣኒ። ከነጽረልኪ ትደልዪ? እንተ ዝከኣለኪ ውሽጥና ንምሕጓስ ክትብሊ ኣይምተፈለኽንን ጽብቕቲ ናተይ። ወድ ሰብ ግን ክሰንፍ ምሽ? ብዘይ ሰብ ክነብር ዘይክእል ድኹም ፍጥረት እኮ'ዩ። እሞ ኣነ ሰብ ድየ ዶ በልኪ? ግን ገርመኒ እምበር ክንመላላእ ከም ዝተፈጠርና ዘይፈልጥ ዝበዝሕ መስለኒ መድሃኒተይ ካብ ሕማመይ ቁርብ ተሓሸኒ በት ጸበል ኢድኪ ዳህስስኒ ደርፊ ሃይለ ገብሩ ቅድሚ ምልኣኸይ ዓቕሚ እንተሂብኪ ኣብዚ ቅንያት ሕቶ ዝፈጠረትለይ ነገር ኣላ እሞ እታ ሕቶ ናባ ክኸብላ ፍቕሪ ጥዕና ድዩ ወይስ ሕማም ዋኒንኪ ፍቕሪ ይኹን ኢልካ ከም ዘይጀመርካ ድሕሪት ትመልሰኒ ደኣ ናይ ደሓንዶ ከም ትብሊ ርድኡ ሲደየ ኣለኹ ግን ከኣ ሕቶታቶም ዘይንፈልጦም መልስታት ኢና ንነብር ዘለና ዝብል ርድኢት እውን ኣሕዲረ ኣለኹ ንሓደ ነገር ከም ውሁብ ምውሳድ ወይ ምቕባል ኣእምሮ ግቡእ ስራሑ ንኸየካየድ ማዕፅኡ ምርጋጥ እዩ ክብል ቀኒ ኣካለይ ንስኺ ሕጂ እንታይ ትብሊ እስከ ሓቂ ተዛረቢ ፍቕሪ ጥዕና ድዩ ወይስ ሕማም ሕስብ ተበልኮ እዚ ፍቕሪ ሰላመይ መሊሱለይ ብፍቕሪ ጥዒሙኒ ባሂሉኒ ነብር ኣለኹ ዝብል ሰብ ሰሚዕ ክትፈልጢ ኣብ ክንድኡ ግን ስቓይ ፍቕሪ ድቃስ ከሊእኒ ቃንዛ ፍቕሪ ምጻሩ ስኢነ ፍቕሪ ዘርሞ ዘርሞ ጌርኒ ዝብል ሰብ ይበዝሕ ስለዚ ካብ ዝጥዒ ዝሓምም ካብ በዝሐ ኣካለይ

ቀመም ሂወተይ ከመይ ቀኒኻ ለይለ ከይጅምር ሰላምካ ዘሪገልካ ቀኒየ ከይከውን ስቅቕ ኢለየ መልእኽተይ ዝሰደልካ ዘለኹ ዘሕርቐካ ስራሕ ኣብ ስራሓሉ ዓለም ጽልምት ትብለኒ ልዕሊ ዝኾነ ሰሓቕካን ውሽጣዊ ሓጎስካን ክኾላልፍ ኣይደልን ንስኻስ ስሓቐለይ ደኣ ኣካለይ። ሰላምካ መመሊሱ ይብዛሕ። ሰሓቕካ ሓይሊ እዩ ዝህበኒ። ምሳኻ ኣብ ዝራኸበሉ ንህይወት ከስተማቕራ ኣይጽገምን። እንቋዕ እባ ተፈጠርካ መኽሰበይ። ባዶነት ከይስምዓኒ ዋጋ ከም ዘለኒ እሚንካ ርሑቕ ክጥምት ሓጊዝካኒ። ትሰደለይ መልእኽቲ ኣብ ግዜኡ ክምልስ ዘይምኽኣለይ ቅሬታ ስምዓኒ ኣሎ። ዜማ ልሰይ ድዩ ዝበለ ቐላብ ግጥሚ ናይ ተስፋይ ወዓግ እንዲ ሓቀይ እንታይ ፈሊጥናልካና ኢኻ ዋና ጉዳይ ኣብ መወዳእታ ኣብ ናይ ምስጋና መስርዕ እናትሓዝዎ ደሊኻ ኢኻ ትረኽቦ ወረ ካብ ገለገለሲ ከምኡ ዝሕሸሊ ምኽንያቱ ኣስማት ገጣማይን ዘያማይን ዘይዝክሩ ውሕዳት ኣይኮኑን ስም ገጣማይ የለ ስም ዘያማይ ኣብ ቀለ ማሕትትካ እምበር ዝገደደ ፈጺሞም ዘይዝክርዎም ኣንታ እወ ካብ በዓል ጣፍ በዓል ኣፍ ይብሉ ወለድና ግን ጽቡቐይ ገጠምትን ዘየምትን ዓድና ደረፍቲ ክብሪ ስርሖምን መሳርሕቶምን ይሓሉ ዝብል ጭርሖ ሒዞም ኣብ ሰለማዊ ሰልፊ ክገብሩ ክርኢ ምደለኹ ምዃን ከዓ ወላት ሰብና እውን ኣይሓገዞምን በጃኻ ነቲ ዝሰትየ ማይ እምበር ነቲ ዘፈልፍሎ ዒላ ግዲ ይገብረሉን እዩ ዓይኒ ማይ እንተነቒጹ ማይ የለን ምሽ ሓቀይ? ዓይኒ ናይቲ ስራሕ ብድሕሪት ኣቐሚጥካ ሰብ ኩሕሊ ብቕድሚት ምስራዕ ደኣ ካበይ ዝመጸ ሕማም ትብሎ? እወ ኣንታ መቐረተይ ከይተፈለጠኒ እምበር ብርእስኻ ሰሪሕካኒ። ቀደምሲ ካብ ምርኣይን ምስማዕን ሓሊፈ ክብሪ ንዝግበኦ ክብሪ ምሃብ እፈልጥ ኣይነበርኩን። ኣንታ ሕጂ እኮ ሰብ'የ ኮይነ። እንታይ ከ ባድኣ ክትብለኒ ኢኻ መልእኽትኻ ተተቐቢላ ኣጽቅጥ ኣይትርብሒድኒ እምበር ምሳኻ ዘይምርኻብ ከሄ ቅሳነት ዝህበን ዶ መሲሉካ ተዓዲልኪ ድላይ ክትኾኒ ተዓዊትልኪ ይቕረ ኢልኪ ትኽእሊ ደርፊ ብርሃን ስምዐ ከይትብለኒ ኣቐዲመ ልቦ የሕልፍ ኣለኹ ብቐዳማይ ከምዚ ዝብል መልእኽቲ ምስ ገደፍካለይ ሎምስ ተወዲእዎ ግዲ እዩ ክብል ቀኒ እንታይ ከ ዘየብል ኣለኒ ከእ ከምዚ እንዲኻ ኢልካኒ ቀዳምነት ሰላም ከ ዝምነ መዓልታትኪ ብሰሓቕ ይሕለፍ በቲ የሐጉሰኒ ትብልዮ ከም ዝሕጎስ ደጊመ የረጋግጸልኪ ፍቕሪ ማለት ከምኡ እዩ ዝርዳእኒ ብሰሓቕኪ መዓልተይ ፍሽኽ ከም ትብል ምዝኻር ዘድልየኪ ይመስለንን ተጠፊእክኒ ደስታ ሃድመኒ ድምፅኺ ዘይስምዓሉ መዓልታት ልሙድ ንጥፈታተይ ከካየድ ዓቐብ ኾነኒ እዚ ነገር እዚ ክደግመልኪ ስለ ዝደለኹ እምበር ንዓኺ ሓድሽ ኣይኮነን ኮኾበይ። ሰብ እምበር ፍቕሪ ይመውትን እዩ። ገዲፍናዮ ኢና ንኸይድ። ብርግጽ እቶም ነበርቲ ፍቕሪ ከየድቲ ኢና፣ ፍቕሪ ግን ዘለኣለማዊ እዩ። ናብ ቀንዲ ጉዳይ ደኣ ክመልሰኪ ብተደጋጋሚ ድሃይ ገይረልኪ ክትምልሲ ዘይምኽኣልኪ ምኽንያት ክሳብ ዘይነገርክኒ ኣነ እውን ግምት ወሲደ ዝቑጥዓሉ ምኽንያት የብለይን ደስ ኢሉኒ ዝዕቀበሉ ፍቕሪ ጥራይ እዩ ኣብ ፍቕሪ ውሕስነት ዝስምዓኒ ነብሰይ ምዃንኪ ብዙሕ ግዜ ስለ ዝነገርኩኺ ኣነኸ ዝብል ሕቶ ኣይተልዕልን ትኾኒ ሕጂ ዝደግመልኪ ግን ካብ ፍቕሪ ንላዕሊ ምቹእ ስፍራ የለን ኣነ ኣብኡ ኣለኹ ኣብቲ ዘለኹዎ ኩሉ ግዜ ምሳይ ኣለኺ ብኣኻ ምሕሳብ ኣዕሪፈ ኣይፈልጥን እቲ ልዑል ጽላሉ የንብረልኪ ዝበልካኒ ነብሰይ ክሓከኽ ቀሲባትኒ ቀንያ ሕጂኻ እምበር ሓደ ሕቶ ኣምጺኻ ምልኣተይ ፍቕሪ ጥዕና ድዩ ሕማም ዶ በልካ ድላዩ ይኹን በጃኻ ንዓይ ግን ወትሩ ምሰ ደሰተኒ እንታይ ዶ ድጋፍ ኣለኒ ዘይ ፍቕሪ የዘክረኒ የስሕቐኒ የተስፍወኒ እቲ ናይ መወዳእታ ጽባቐ እቲ ናይ መወዳእታ ሓቂ እቲ ናይ መወዳእታ ተስፋ ፍቕሪ እዩ ኢለ እየ ዝኣምን ኣብ ጣውላ ውሪደ ከምዚ እዩ ከምትባ ክብሎ ዓቕሚ የብለይን ገዛእየ እዩ ክብሎ ግን እቐለኒ በል እስከ ከም ኣመልካ ከኣ ንኹሉ ጌጋታተይ ድምስስ ኣብለለይ፣ ቃለይ ዘተግብር ከኣ ግበረኒ። እሞ ንጉስ ልበይ፣ ካብ ሕጂ ንደሓር ዝድገም ጌጋ ከይህልወኒ ኣምላኽ ደግፈኒ። ምሳኻ ካብ ምንባር ንላዕሊ፣ ምሳኻ ካብ ምርኻብ ንላዕሊ፣ ብኣኻ ካብ ምሕሳብ ንላዕሊ ሓጎስ ዝፈጥረለይ ከም ዘይብለይ ምንጋር ከም ብሓድሽ ምልላይ ኮይኑ ስለ ዝስምዓኒ፣ ከም ርዱእ ውሰዶ ንፍቅ ኣቢለካ ኣለኩ ጸጽቡቁ ንዓካ ናይ ልበይ ቻው በሉ ብሩከይ ዳይካ ኣይትጥፋኣለይ። ጸሓፍን ኣቕራብን ተስፊት ዮውሃንስ።